ዕንቅፋታት መብዛሕትኡ ብደገ ዝመጽእ እዩ ነይሩ። ሕጂ ግን ምስ ውሽጣዊ ኩነታትና ተዛሚዱ እተን ዝሓለፈ መኸተ ዝፈጸምናዮ ብኣግባቡ ከይቕጽል በቲ ኣብ መኸተ ዝኸፈልናዮ መስዋእቲ ዝተናስሐ ሓይሊ ነቲ ዝሓለፈ መኸተ ከንቋሾ ይምኩር ኣሎ ምስ ካሊእ ሳልሳይ ወገን ኮይኑ ነቲ ዝተኸፈለ መስዋእቲ ከንቋሽሽ፣ ነቲ ንብሄራዊ ክብርናን ህልውናናን ዝኸፈልናዮ መስዋእቲ ክንናሳሕ፣ ክንበታተን፣ ኢድና ክንህብ ይስራሕ ኣሎ። ስለዚ እቲ ዝሓለፈ መስዋእቲ ከይቕጽል ብሰላም ብሕጋዊ መንገዲ ክፍታሕ ሕዚ እውን ተወዲብና ክንቃለስ ክንክእል ኣለና። እዚኣ እንተዘይጌርና እቲ ሓደጋ ትመፅእ እያ ዘላ። እቲ ሓደጋ ከይትመፅእ ክንገብራ እንኽእል ባዕልና ኢና። እንታይ ብምግባር ኩሉ ዓይነት ውሽጣዊ ምድላው ብምግባር ቁፅሪ ሓደ ፖለቲካዊ ሓድነት ተጋሩ ክሕሎ ኣለዎ። ኣብዚ ዘሎ ፀገም ኩላህና ይህን ምሂን ኢልና ዓንቶ ካብ ሰላማዊ ቃልሲ ወፃእ ተቐዳዲምና ናብ ግጭት ክንከይድ ባህጊ የብልናን። መሓዙትና ሰዊእና፣ ደቅና ሰዊእና፣ እንደገና ደቂ ደቅና ንኽስውኡ ድልየት የብልናን። ድልየትና ሰላም እዩ ሕዚ እውን፣ ሕርያና ሰላም እዩ ሕዚ እውን። ሕርያና ብሰላም ኮይኑ ክቕፅል ግን ባዕልና ንባዕልና ክንመዓራረ ክንክእል ኣለና። ኣነ ትማሊ ኣብ ኣኽሱም ሓደ ዓብዪ በዓል ነይሩ። ናይ ምምሕዳር ኣካል ምስ ህዝቡ፣ ናይ ፀጥታ ኣካላት ብምሉእና ምስ ሰራዊትና፣ ናይ ምምሕዳር ኣካላት ምስ ህዝቦም፣ በተለይ ድማ ናይቲ ግዜያዊ መንግስቲ ላዕለዎት ኣመራርሓ ብሓደ ትማሊ ኣብዒልና ኩሉ ነይሩ። ኩሉ ሓንቲ እያ እታ ድምፂ ናይ ትማሊ ተተኸታቲልኩሞ ሓደ ንኹን ዘለና ፀገም ተወዲብና ኢና ንፈትሖ ዝብል እዩ መልእኽቲ እዚኣ ኣብ ጭላ ከዓ ትድገመላ ሎማዓንቲ እዚኣ ኣብ ካልኦት ብሙሉኡ ከተማን ገጠርን ክትቅፅል ኣለዋ ሰራዊት ምምሕዳርን ህዝብን ናይ ብሙሉኦም ማለት እዩ እና ብሙሉእ ናይ ሕብረተሰብ ክፍሊ ሓደ ቋንቋ ከም ብሄር ክንዛረብ ክንክእል ኣለና እዚኣ እንተዘይጌርና እታ ፀገም ክትመፅእ እያ ስለዚ ናይቲ ዋና ፀገምና መፍትሒ ሕዚ እውን ተመሊስና ዘለዉና ፀገማት ብሰላማዊ መንገዲ ፈቲሕና ተረዳዲእና ብሄራዊ ህልውና ህዝቢ ትግራይ ምቕፃል እዩ። ምክንያቱ ሕዚ ናይ ብሄር መሰል ዓርሰ ውሳነ ባዕልና ንባዕልና ናይ ምምሕዳር እቲ ዝለዓለ ናሃትና ሕርያ እዩ ንሱ ናብ ልምዓት ናብ ዲሞክራሲ ምእታው እቲ ዝለዓለ ሕርያና እዩ ልምዓት ዲሞክራሲ ባዕልኻ ንባዕልኻ ምምሕዳር እቲ ዝለዓለ ሕርያና እዩ ከም ህዝቢ ሕጂ ግን ካብኡ ንላዕሊ ከም ህዝቢ ከይንህሉ እዮም ዝደልዩ ዘለዉ። ክንበታተን ናይ ህልውና ጉዳይ ጸገም እዩ ዝገጥመና ዘሎ። ስለዚ ህልውናና ካብ ዝኾነ ንላዕሊ ኩላህና ሓደ ኮይና ክነኽብሮ ክንክእል ኣለና። ስለዚ ኣብ ጸረ ደርጊ ዝተኸፈለ መስዋእቲ፣ ኣብ ኢትዮ ኤርትራ ዝተኸፈለ መስዋእቲ፣ ኣብ ክልተ ሽሕን ዓሰርተ ሰለስተን ክሳብ ክልተ ሽሕን ዓሰርተ ሓሙሽተን ዝተኸፈለ መስዋእቲ ብምሉኡ መጨረሻ ውፅኢቱ ናይ ህዝቢ ትግራይ መፃኢ ዕድል ምስትኽኻል እዩ። እዚኣ ንምግባር ከዓ ኩላና ኢድ ብኢድ ተተሓሒዝና ክንቃለስ ኣለና ብል በዚ ኣጋጣሚ እዚ እዩ። እቲ ሕጂ ዘሎ ኩነታትና ድሕሪ ከቢድ ኲናት ኣብ ዓብዪ ፖለቲካዊ ኣብ ዓብዪ ኢኮኖሚያዊ ኣብ ዓብዪ ምስ ሓድነት ህዝቢ ትግራይ ምስ ተፈናቀልቲ ብዝተተሓዘ ፀገማት ኣለውና። እዞም ፀገማት እዚኦም ብሰላማውን ሕጋውን መንገዲ ደረጃ ብደረጃ እንዳፈታሕና ክንከድ ኩሉ ትግራዋይ ክቃለስ ኣለዎ ዝብል እምነት እዩ ዘለኒ። ብዝተረፈ በተለይ በተለይ ኣብዚዩ ከልዕሎ ዝደሊ ሓደ ሓደ ነጥቢ ኣሎ እቲ መንእሰይ መንእሰይ ተጋሩ ካብ ግዜ ናብ ግዜ ናብ ትምህርቲ ናብ ናብራ ብምስራት ናብ ሂወትኩም ምልዋጥ ከይተኣትዉ ተፀጊምኩም ኣለኹም ክንፈትሖ ዝግበእና ኣቐዲምና ወለድኹም ብኣግባቡ ተይፈታሕና ስለ ዝጸናሕና ብውሽጥን ብደገን ተኣሳሲሩ ኣብ ጸገም ኣቲኹም ኣለኹም። ሕዚ እውን እታ ዓዲ ምስ መዓት ጸገም ኣጽኒሕናያ ኣለና። ምስ መዓት ጸገም ብዙሓት መሓዙትና መስዋእቲ እንዳኸፈሉ ንሕና እውን ምስኦም ኮይና እዚ ጸገም እዚዩ ከይቕጽል ኣለና ምሳኹም ኣብ ምትሕብባር። ዋና ሓይሊ ግን መናእሰይ ተጋሩ እዮም። መናእሰይ ተጋሩ ነዚ ጉዳይ እዚ ብደንቢ ክትርእይዎ እደሊ። በዚ ኣጋጣሚ እዚ ክሕልፎ ዝደሊ መናእሰይ ተጋሩ በተለይ ኣብ ንእስነት ዕድመ ዘለኹም ኣብ ገጠር ትኩኑ ኣብ ከተማ መጻኢ ዕድልኩም ኣብ ኢድኩም እያ ዘላ። ምክንያቱ ንሕና ብዕድመ እውን ባዮሎጂካሊ ድሕሪ ዝተወሰነ እዋን ምሳኹም የለናን ስለ ዘሎ መማረፂ እቲ ናይ ቀደም ወለዶን እቲ ናይ ሓድሽ ወለዶን ተደማሚፅና እቲ ሕጂ ዘሎ ፀገም ክንፈትሕ ለይትን ቀትርን ክንሰርሕ ኣለና። ሓደ ብጣዕሚ ፅቡቅ ነገር ዝረኣኽዎ ኣብ ሰላሳን ሓሙሽተን በተለይ ኣብ ኣርሚኹም እቲ ሓድሽ ወለዶ እቲ ናይ ቀደም ወለዶን ተኣሳሲርኩም ኣብ ቀፃሊ ውሽጣዊ ምድላው ኣለኹም። ቀሊል ከይመስለኩም ነቲ ዝሓለፈ ታሪኽ እውን ተስታውሱ ሓወልቲ ትሰርሑ ኣበይ ኣብ ፈላፍል ዓብዪ መልእኽቲ እዩ። ሓወልቲ ትሰርሑ ኣበይ ኣብ ሰለኽለኻ ነቲ ዝሓለፈን ነዚ ናይ ሕዚ ዘሎ ወለዶ እንተተኣሳስሩ ኣለኹም ሓወልቲ ትሰርሑ ኣበይ ኣብ ጭላ ነቲ ዝሓለፈ ወለደን ነዚ ናይ ሕዚ ወለዶ እንተተኣሳስሩ ኣለኹም ብጣዕሚ ዓብዪ መልእኽቲ እዩ ንካልኦት ኣሃዱታት ኢለ እየ ዝኣምን ኣነ ናይ ሰላሳን ሓሙሽተን በዚ ኣጋጣሚ እዚዩ ናይ ሰላሳን ሓሙሽተን ተጋደልቲ ብፍሉይ ብፍሉይ ካብዚ ኣብዚ ግንባር ዘለዋ ኣርምታት ዝሓለፈ ወለደን ሓድሽ ወለደን እተኣሳሲርካ ንመጻኢ እቲ መንእሰይ ኮንሸስ ክኸውን መጽሓፍቲ ብምሕታም ታሪኽኩም ማለት እዩ ፊልሚ ብምሕታም ሓወልቲ ብምስራሕ እትሰርሕዎ ስራሕ ክብሪ ይሃበልና ክብለኩም እደሊ በዚ ኣጋጣሚ እዚዩ ክብሪ ይሃብኩም ክብል እፈቱ ክብሪ እውን ክትብለይ በዚ ኣጋጣሚ እዚ ንኩልኹም ይሓትት ብጣዕሚ ትኽክለኛ ስራሕ ኢኹም ትሰርሑ ዘለኹም ብጣዕሚ ትኽክለኛ ስራሕ ኢኹም ትሰርሑ ዘለኹም ትቐፂሉ ዘሎ ምስልጣን መደበኛ ስራሕኹም እዩ እቲ ቀጺሉ ዘሎ ምስልጣን ዝተፈላለየ ስልጠናታት ምክያድ መደበኛ ስራሕኹም እዩ። ካልኦት ኣሃዱታት እውን ዝገብሮ እዩ። እሱ ጉቡእኹም እዩ ክትገብርዎ ኣለኩም። እሱ እውን ጽቡቕ እዩ። እቲ ምስ ታሪኽ ዝተተሓሓዘ እትሰርሕዎ ስራሕ ግን በዚ ኣጋጣሚ እዚ ዘለኒ ክብሪ ክገልጸልኩም እደሊ። ብዝተረፈ ምስ ህዝቢ እውን እትገብርዎ ዘለኹም ምትእስሳር ተመሳሳሊ እዩ። ኣብ ኩሉ ኣብ ከባቢ ኣኽሱም ኣብዚ ከባቢ እዚ ኣብ ኩሉ ምስቲ ህዝቢ ተኣሳሲርኩም ትገብርዎ እውን በዚ ኣጋጣሚ እዚ ዓብዪ ክብሪ ኣለኒ። ብዝተረፈ ሓደ ሓደ ኣብ መወዳእታ ክብሎ ዝደሊ ነገር ኣሎ። ኣብ ጭላ ኢና ዘለና ሓደ ሓደ ነገር ከስታውስ ስለ ዝደለኹ እየ። ካብቶም ኣብ ከባቢ ጭላ ንነዊሕ እዋን ተጋደሉ ተጋደልቲ ሓደ እየ ኢለ ይኣምን እና እዚ ከባቢ እዚ ይፈልጦ እየ ከመይ እንተኢልኩምኒ ሓደ ደቂ እዚ ከባቢ እዚ ተወለድቲ ብጣዕሚ ብዙሓት ተጋደልቲ ኣብ ብዙሓት ኣሃድታት እውን ነይሮም እዮም። ኣጋጣሚ ኮይኑ ኣብቲ ኣነ ዝነበርኩ ኣሃድ ከዓ ብበዝሒ ነይሮም እና ዝኾነ ጉዕዞ ገይርና ክንዓርፍ ከለና ድሕሪ ውግእ ቅድሚ ውግእ ጎይላ ይበሃል እሞ ደቂ ጭላ ተወለድቲ ተጋደልቲ እዮም ኮቦረን እምብልታን ሒዞም ወፂኦም ዘሳዕስዑና እና ንደቂ ጭላ ወለዲ፣ ኣዴታት፣ ኣሕዋቶም፣ መናእሰይ በዚ ኣጋጣሚ እዚዩ ዘለኣለማዊ ክብሪ ይሃብኩም ክብል እፈቱ። ንሱ ስለ ዘስታወሰኒ እዩ። ህዝቢ ጭላ ቀደም ካብ እገላ ሕስኣ ተበጊስና ዓዲ ኣርባዕተ ጌርና ጭላ ኢና ንዓርፍ። ካብ ዓዲ ነብሪኢት ተበጊስና ጸሊም ቤት ሓሊፍና ጭላ ኢና ንዓርፍ። ጭላ ንምዕራፍ ብዓዴት እንዳ ማርያም እንተኔርና እውን ሰጊርና ጭላ ኢና ንመጽእ። ስለዚ ኣብ ጭላ መጺና ኢና ንዓርፍ፣ ኣብ ጭላ መጺና ኢና እኹል ምግቢ ንረክብ፣ ኣብ ጭላ መጺና ኢና ንእሽተይ ዕረፍቲ ረኺብና ክዳውንትና ንሓጽብ። ካብቶም ኣብ ትግራይ ማእኸል ዝኾኑ ብዝተፈላለየ ዳይረክሽን እንዳመጻኻ እትዓርፈሎም ሓደ ህዝቢ ጭላ እዩ። ገጽኩም ከይዓጸፍኩም ዘለኣለም ነዚ ቃልሲ እዚ ካብ ዝተንከባኸቡ ህዝብታት ሓደ እዩና ምስክር እውን ስለዘለኹ ነዚ ክብሪ እዚዩ ዘለኣለም ሒዝኩሞ ክሳዕ መወዳእታ ክትከዱ በዚ ኣጋጣሚ'ዚ ንደቅኹም እውን ክተተሓላልፉ ሕዚ እትገብርዎ ዘለኹም እውን ናይዚ ኣካል ስለ ዝኾነ ህዝቢ ጭላ ንዘለኣለም የኽብረልና ክብል እፈቱ። ዝተረፈ ዕማም ኣለና ፍሉጥ እዩ። ሉዓላውነትና ኣይተኸበረን፣ ዝተፈናቐለ ህዝቢ ኣለና ኣይተመለሰን፣ ትማል ኣብ መቐለ ኣብ ኣኽሱም ሰላማዊ ሰልፊ ገይሩ እዩ እዚ ህዝቢ እዚ ኣብ ኩሉ ከባቢ ሙለሱና ይብሎ ኣሎ እቲ ሓላፍነት ናይ ኩላህና ተጋሩ እዩ ብደገ ይኹን ብውሽጢ ዘለኹም ኩልኹም መራሕቲ ትግራይ እና ህዝቢ ትግራይ ኣብ ጎንና ተሰለፉ ዝብል ድምፂ የስምዕ ኣሎ በዚ ኣጋጣሚ እዚ እዩ ንዝተፈናቐለ ህዝብና ኣብ ኩሉ ከባቢ ዘሎ ንዘልዕሎ ሕቶ ኣብ ጎድኒ ኣለና ዝኸኣልናዮ ብምሉኡ ዝኸኣልናዮ ብምሉኡ መንግስትን ውድብን ላዕለዎት ኣመራርሓን ብዘውፅዎ ትልሚ ኣብ ጎኒ እዚ ህዝቢ እዚ ከም ዘለና በዚ ኣጋጣሚ እዚ ክገልፅ እፈቱ። ኣብ ጎኒ ምህላውና ኩላህና ብጨብጨባ ንግለፀሉ ክብለኩም እፈቱ። ስለዚ ኣብ ጎኒ ተፈናቐልትና ኮይንና ቀፃሊ ዝህሉ ፀገማት ኣብ ምፍታሕ ናይ ሰራዊት ኣባላት፣ ህዝቢ፣ ምምሕዳር፣ መንግስትን ውድብን ብሙሉኡ ኣብ ጎኑ ኣሎ፣ ከመይ ይፍታሕ ከኣ ብቑዕ ዝኾነ ኣመራርሓ ክወሃበሉ ኩላና በብዓቕምና ከምንቃለስ በዚ ኣጋጣሚ እዚ ክገልጽ እደሊ። ብዝተረፈ ጽቡቕ በዓል ኢኹም ኣዳሊኹም ዘርኣኹሞ ሰልፊ ዘልኣኹሞ ናይ ኮማንዶ ምርኢት ን ሰለስተ ሚእትን ሓምሳን ሓደን ክብሪ ይሃበለይ ይብል። ሓወልትኹም እውን ናይ ብሓቂ ክብሪ ዝግብኦ ሓወልቲ እዩ። መጽሓፍትኹም እውን ግዜ ወሲድና ክነንብቦ ብገንዘብኩም ብጉልበትኩም መጽሓፍኩም እውን ኣቢልኩም ኣለኹም እቲ ዝሓለፈ ታሪክ ምስ ዝቕፅል ታሪክ ክተተኣሳስርዎ ኢኹም መጽሓፍ ዝፅሒፍኩሞ ዝተረፈ ኣብዚ በዓል እዚ ብዙሕ ሰብ እዩ ተዓዲሙ ዘሎ ብዙሓት ነባራት ተጋደል ትርኢ ኣለኹ ስለዚ በዚ ኣጋጣሚ እዚዩ ሓቢርና ምሳኹም ውዒልና ቀጻሊ እውን ኣብ ጎንኹም ኣለና ህዝቢ ጭላ እውን ኮሪዕናልኩም ኣለና ሰላሳን ሓሙሽተን ብፍላይ ከዓ ሰለስተ ሚእትን ሓምሳን ሓደን ኮር እውን ኮሪዕናልኩም ኣለና እዝግሄር የኽብረለይ ናይ ሰማእታትና ሕድሪ ኣይንዕብርን ትግራይ ትስዕር የቕኔለይ።